ግዜ ማሓዛኻ ኣይኮነን እንታይ ደኣ ድኽመት ዘቃልዕ ሓይሊ እዩ ነቶም ብንጹር ዝንቀሳቐሱ ይሽልም ነቶም እርግጸኛ ንክኾኑ ዝጽበዩ ድማ ይቐጽዕ ሎሚ ኣብ 226 ኮይና ናብ 1930 እንተጠሚትና ብዙሕ ፍለለየና ኣተሓሳስባ ንዕዘብ ገለ ካብኡ ኣብቲ ሽዑ ደቂ ሰባት ምዕቡል ዝኾነ ቴለፎን ኣይነበሮምን ግን ከ ነዘን ናይ ሎም ቴለፎናት እንተ ንህቦም እንታይ ምገበሩ ኢልና ንሓስብ ግሌና ምናልባት ኣብያ ሓሲብናሉ ትብሉ ትኾኑ ግን ክሓቅኹም ኢኹም ኣነ ካብቲ ናትኩም ፍልይ ዝብል ሓሳብ የብለይን ግን ኣብ ኩሉ ኩርናዓት ንዓና ዝጠቕሙ ክንጥምት ኢና ንኣብነት ንሓደ ሰብ ሓንቲ ሞባይል ሂብካ ኣብ ቲክቶክ ቪድዮ ከተርእዮ ትውዕል ይብሃል። እቲ ሰብ ድማ ተገሪሙ ስክሮል ጥራይ ይገብር ንላዕሊ ጥራይ ክስሕብ ይውዕል ማለት እዩ ምክንያቱ ቴሌፎን ኦረዳ ሓድሽ እዩ ንዕኡ ገለ ነገር ከዓ ሓድሽ ሪኡ ኣሎ ማለት እዩ ክሳብ ዝጠም እውን ምስኣ ይውዕል ይቃለስ እውን እዚ ኩሉ ዕድላት እውን ኣቐሊብናሉ ንፈልጥን ማለት እዩ ምክንያቱ ሓደ ኢንተርነት ዘይፈልጥ ሰብ ኢንተርነት ተዳሂብካዮ ብጣዕሚ እዩ ዝግረም ቪድዮ የርኢ ካልእ ዓለም ይርኢ ሰባት ከመይ ከም ዝነብሩ ይርኢ ዝተፈላለየ ማለት እዩ ንሕና ግን ኣብ ኢድና ከሎ ኣይስተውዓልና ኣሎን መብዛሕትኦም ሰባት ከዓ ንግዜ ብጌጋ እዮም ዝርድእዎ ዕጉስ ይቕረ ዝብል ድሒሮም ከባኽንዎን ክምለስ ዝኽእል ነገር እዩ ዝመስሎም ክትዓቢ ኣብ ዝጀምርካሉ ዕድል ንነብሲ ፈጺሙ ኣይመጻን እዩ። እንታይዳ ግዜ ድማ ኣብ ምድንጋር ሓይሉ ከመይ ከም ዝመስል እዩ ዘርኢ። ዓለም ከም ኩሉ ግዜ ትቕየር እያ። እቲ ዘገርም ግን ለውጢ ብቐሊል ዘይረእ ምዃኑ እዩ። ለውጢ ፍጹም ኣይረእን እዩ። ኣብ ምትዕጻፍ ዝዓበየ ሰብ ግን ብዘይተዳለወሉ ፍጻሜታት ይሕንኮል። እዚ ማለት ብዕላማ ወይ ምጽንናዕ ኣይኮንካን ትፍረ እንታይ ደኣ ተግባራትካ ምስቲ ህሞት ምስ ዘይሰማማዕ ግዜ ድማ ብግዲኡ ናቱ ኩርማጅ ኣዳልዩ ይገርፈካ ማለት እዩ። እቲ ግዜ ዝጻወት ግዜ እውን ይጻወተሉ ንምባል እዩ። ግዜ እውን ከም ከመይ ከም ዝስምዓካ ኣይግድሶን እዩ። እንታይ ደኣ ቅድሚ መስኮት ምዕጻው ዝተወስደ ወሳኒ ስጉምቲ ጥራይ እዩ ዘኽብር ኣብዚ እውን ኣይንስታይን ወይ ድማ ኣልበርት ኣይንስታይን ሓደ ካብ ሊቃውንቲ ናይ ዓለምና ዝሓለፉ ማለት እዩ ንግዜ ሪላቲቭ ወይ እውን ተዛማዲ እዩ ዝብሎ ከም ዝብሎ እውን ኣይንስታይን ንግዜ ተዛማዲ ምዃኑ ዝገለፅሉ ምክንያት እንታይ እዩ ፈተነታት ሓሳብን ኩሉ ግዜ ሓደ ዓይነት ፍጥነትን ከም ዘይሓልፍ ሰብ ስለ ዝረኣዩ ማለት እዩ። ቅድሚኡ ሰባት ግዜ ፍጹም ምዃኑ እዚ ኸኣ ሓንቲ ኣድማሳዊት ሰዓት ንኹሉ ሓደ ዓይነት ምልክት ትገብር እምበኣር እዮም ዝኣምኑ ነይሮም ማለት እዩ። ኣይንስታይ ነዚ ሓሳብ እዚ ውዱቕ ገይርዎ። ግዜ ኣብ ምንቅስቓስን ኣብ ስሕበትን እዩ ዝምርኮስ እዚ ድማ ኣዝዩ ቅልጡፍ ምንቅስቓስ እታ ጌርካ ወይ እውን ናብ ሓደ ዓብ ነገር ከም ካልእ ፕላኔታት ንኣብነት ክትሕንበብ ኣብ ጀመርካሉ ናብ ካልእ ዓለም ክትከደሉ ኣብ ጅምር ማለት እዩ እዚ ስነ ፍልጠት ዝብሎ ማለት እዩ ምስቲ ኣብ ሓደ ደው ዝበለ ወይ ዝረሓቐ ሰብ ክነፃፀር ከሎ እቲ ግዜ ይዝሕል ማለት እዩ እዚ ርድኢት ወይ ፍልስፍና ኣይኮነ እንታይ ዳ ኣካላዊ ክውንነት እዩ ማለት እዩ። ኣብ ጠፈር ብዝቐልጠፍካ መጠን ኣብ ግዜ ድማ ብዝደንጉየ መጠን ትኸይድ ማለት እዩ። ምሽ ኣብዚ ቅልጡፍ ተዳኾንካ እቲ ግዜ እውን ትሪኦ ኣብ ጠፈር ግን ካልእ እዩ ማለት እዩ ኣብ ጠፈር ብዝቐልጥፍካ መጠን እቲ ግዜ ድማ ኣዝዩ ዝደንጎየ እዩ ማለት እዩ እዚ ድማ ምስ ስሕበት ምድሪ እዩ ዝተኣሳሰር። ግዜ ንደቂ ሰባት ካብ ጥንቲ ክሳብ ሕጂ ዝከታተሎ ስቕ ዝበለ መምህር ኮይኑ ቅርጹ ግን እናቐየረ ከኣ ትምህርቱ ፈጺሙ ኣይልውጥን እዩ። ካብ ቀዳሞት እንተተዓዚብና ወይ እውን ካብ ስልጣነታት ክሳብ ዘመናዊ ህይወት ማለት እዩ መዞ ይተርፍ ምዃኑ ህይወት ሓላፉ ምዃኑ ንእስነት ናብ እርጋን ከም ዝሃስስ ሃብትን ድኽነትን ድማ ከም ውሕጅ ከም ዝሓልፍን ከም ዝወድቕን ግዜ ኣግሂዱ እዩ። ነገስታትን ለመንትን ስልጣንን ጽባቐ ንብረትን ንሰዓት ደው ከም ዘይብላ ተማሂሮም እዮም። ካብኡ ደቓይቕ ጥራይ እዮም ዝልቅሑ ማለት እዩ። ዝበዝሑ ሓፈትም ናይ ዓለምና እንታይ እዮም ዝገብሩ? ግዜ እዮም ዝዕድጉ። ግዜ ከመይ ኢልካ ይዕደግ እተዳኢልኩምኒ ቀሊል እዩ። ንኣብነት ከም ውልቀ ሰባት ንሕና ካብ ሶኒ ክሳብ ዓርቢ እንተ ኣሰሪሕና ሸውዓተ ሓሙሽተ መዓልቲ ኣብ ሰሙን ንስራሕ ኣለና እንታይ እዚ ትሽዓተ ሰዓት እንተ ሰሪሕካ መዓልቲ እቲ ትሽዓተ ሰዓት ነቲ ሃፍታም ኢኻ ስራሓሉ ወይ ነቲ በዓል ትካል ማለት እዩ ናትካ ተሊካ ኦኬ ናትካ ዘይብልካ ዝበዝሕ ሰብ ግን ነቲ ሃብታም ይሰራሓሉ እዚ ኸ እንታይ ማለት እዩ እቲ ሃብታም ንሓንቲ ፕሮጀክት ክሰርሓ በይኑ በይኑ ክሰርሓ እንትኽእል እንተ ደኣ ነይሩ ንኣብነት ሰለስተ ዓመት ወስዶ ኣሎ ኸውን እቲ ፕሮጀክት በይኑ ስለ ዝኾነ ማለት እዩ ንዓኻ እንተስሪሕካ ግን ንኣብነት ዓሰርተ ሰባት ኣስሪሕዎም ግን ኣብ ውሽጢ ሰለስተ ወርሒ ክትውዳእ እያ ሕጂ እዚ ሰብ እዚ ሰለስተ ዓመት ምስራሕ የድልዮን እዩ እንታይ ደኣ ንኣብነት እንታይ ይገብር ገንዘብ ካብ ባንክ ይልቃሕ መቸም ዝኾነ ባንክ ንዝኾነ ሰብ ያለቅሑን እንዲ ግን ተኣማንነት ከተጥርር ኣለካ ሕጂ ኣለቂሖሞ ንበል እቲ ባንክ ለቂሖሞ ኣብነት ዋላ ሚእቲ ሽሕ ንበሎ ሚእቲ ሽሕ ሂቦሞ ነዛ ፕሮጀክት እዚኣ በቲ ለቕሓ ገይሩ ንብረት ገዚእላ ኣሎ ንብረት ምስ ገዛእላ ሽዑ ንዓኻ ከፊልካ ገለ ኣብ ውሽጢ ሰለስተ ወርሒ ወዲእዋ ኦቲ ናይ ሰለስተ ዓመት ግዜ ድማ ቆጢብዎ ኣሎ ምክንያቱ ኣብ ሰለስተ ዓመት ገብሮ ዝግብኦ በይኑ ብኣኻ ሰሪሕዎ ግዜኻ ናትካ ገዚኡ ኣብ ነፍሲ ውዒልዎ ማለት እዩ ሽዑ ናይ ሰለስተ ዓመት ኣታዊኡ ብውሽጢ ሰለስተ ወርሒ ሸፊንዎ ኣሎ ሕጂ እቲ ሰለስተ ዓመት ካልእ ከዓኒ ካልእ ይጥቀመሉ ማለት እዩ ሕጂ ድማ ሃብታማሲ ግዜ ይገዝኡ ዝበሃል ማለት እዩ ንህፃናት እውን ግዜ ናብ ሽማግለታት ይቕይር ሓይሊ ናብ ዝኽሪ ንትዕቢት ድማ ናብ ትሕትና ይቕይር ለውጢ እቲ እንኮ ቀዋሚ ምዃኑ የዘክረና ኣብ ግዜ ክንመሃሮ እንኽእል ኣረኣእያ ድማ ስቓይ ይሓልፍ ግዜያውን ምዃኑ ትርጉምን ይህልዎ ኣብ ነብሲ ወከፍሞት ድማ ብልክዕ ከም ክድገም ስለ ዘይከኣል ዋጋ ይረክብ ግዜ ክድገም ኣይከኣልኒ ብኸምኡ ዝማ ዋጋ ዝረክብ ማለት እዩ ከምዚ ባህርያዊ ሃብቲ ወርቂ ይኹን ነሓስ ይኹን ነዳዲ ይኹን ኩሉ ኣይትከኣን እዩ ንዘለኣለም እንተ ሓንሳ ውፅኢኻዮ ኣይድገምን እዩ በቃ ጠፊኡ ኣሎ ኦረዲ ብኸምኡ ድማ ዓለም ዝበዝሓ ምዕበላት ሃገራት ባህርያዊ ሃብተን ክዕቅባ ዝጓያ ማለት እዩ ኣብ ኩሉ ዘመናት ግዜ ኣብ ዝለዓለ ጥርዙ ምስ መን ምዃንና ዘይኮነስ እንታይ ሰዓታት እተን ሰዓታት ግና ናትና እናሃለዋ ከመይ ጌርና ከም እናዓቢ ከም እንፃወርን ክንነብር ከም እንመርፅ እዮም ዝምህሩና ማለት እዩ ወላ እውን ኣብ ፍልስፍና ስቶዩ ክትል ርኢና ማለት እዩ ቅድሚ ልደተ ክርስቶስ ዝነበሩ ወላ እውን ድሕሪኡ ከም በዓል ንጉሳት ናይ ሮማ ከም በዓል ማርኩስ ኣውሮሊዮስ ሰኔካ ብዙሓት ብዙሓት ኣለዉ ኣብ ግዜ ብጣዕሚ መራኽሳይ ዝኾኑ ዝኣምኑ ምክንያቱ እቲ ድኻን እቲ ሃብታምን ማዕረ ግዜ ይደሎም እታ ኣርባዕተን ሰዓት እንታይ ዳይ ትፍልልዮም ኣጠቃቅማ እቲ ሃብታም ኣዝዩ ተጠንቂቆ ይጥቀመሉ ግዜኡ እቲ ድኻ ድማ የባኽኖ ኣብ ዝጠቅም ዘይጠቅም ግዜ ይሕለፎ ሽዑ እቲ ጋግ ኣብኡ ይፍጠር ማለት እዩ እቲ ግዜ ድማ እቲ ፍልልይ ይፈጥሮ እቲ ግዜ ድማ ነቲ ዝሰርሐ ይሽልሞ ነቲ ግዚኡ ዘባኸነ ግን ይቆፅዖ ማለት እዩ ብግዜ እንተዛሪብካ መዕረፍ የብሉን እንዲ ከመይ ኣብ ነብሲ ወከፍ ሞት ምቅያር ስለ ዘሎ ብዛዕባኡ እውን ብዙሓት ሊቃውንቲ ፅሒፎም እዮም ገለ ካብቲ ዝበለዎ ድማ ብሓንቲ ጥቕሲ ክፋነወኩም እየ ምክንያቱ ግዜ ሰፊሕ እዩ ክንዛረበሉ ኢና ንድሕር ሕጂ ንሎሚ ግን ገለ ዘይትንክፍ ኢለ መፅየ በዛ ጥቕሲ እንታይ ማለት እዩ ግዜ ገንዘብ እዩ ይብለና ቤንጃሚን ፍራንክሊን ንኣብነት እንታይ እዩ ክንደይ ገንዘብ ከም ዘለካ ኢኻ ትፈልጥ እምበር ክንደይ ግዜ ከም ሰርፈካ ኣይትፈልጥን ኢኻ ምክንያቱ ንኣብነት ኣብ ባንክካ 1 ሽሕ ወይ ውን 5 ሽሕ ኢሮ ክህልወካ ከል ብዘየገድስ ገንዘብ ገንዘብ ገንዘብ እዩ ሕጂ ቁረ ትፈልጥ ኢኻ ገዛ ክራይ ክንደይ ከም ትኸፍል እዘን ገንዘብ እዚኦ ስኸንደይ ከካይዳ ከም ዝኾና ንምግብኻ ንቆላብካ ንክዳንካ ንኹሉ ትፈልጥ ኢኻ ትዳለወለን እውን ግዜ ግን ክንደይ ከም ዘለካ ኣይትፈልጥን ኢኻ ፅባሕቲ ኢኻ ትመውት ወይ እውን ዘለኣለማዊ ኮ የለን እንድዩ ሚእቲ ዓመት እውን ክትነብር ትኽእል እግዚኣብሔር ተዳሂብካ ሕጂ ግዜኻ ዘይትፈልጦ ክሳብ ዝኾንካ ኣጠቃቕምኡስ ኣበይ ከም ትባኾኖሲ ተጠንቀቕ ንምባል እዩ ማለት እዩ ሕጂ ከምዚ ኢሉ እንከሎ ታይም ኢዝ ዘ ኡልቲሜት ካረንሲ እውን ይብሉ ብዛዕባ ግዜ ብዙሕ ተፃሒፍ እዩ ንሎሚ ግን ኣብዚ ከኣኽለና እዩ ኣብ ዝመፅእ እውን ብዝሓሸ ከነስፍሖ ተስፋ ይገብር እንተ ግዜ ረኺብና ኣብ ዝመፅእ ግን ኣብ ካልእን ኣብ ዝሓሸን መደብ ቀሪበልኩም ኣለኹ ቪድዮ ሰሪሐ ክቕርበልኩም እየ ክሳብ ሽዑ ግን ዝሓንቀኒ እዩ ብርኽ ሰንበት ይግብረልኩም